ገዛይ ዘይትለቀለይ። ንዓኻ ምርዓወይ ዘይኮነ ምስካርካ እዩ ዘሕመኒ። ኣይ
ሕማሙ ድሕነለይ ካብዚ ዘለዎ ሕማምሲ ኣጋላጉሎ ኢልኪ ዶ ደኣ ካይትጽልይለይ። ዶ በል ንዮውሃንስ ካብዛ ገዛ እንተውጺኻዮ ሕሩመይ ልሓውያ ኮንካ። ዋላ ሃፍታም ዘይትመስል ኢዱን እግሩን መሲላ እንድያ ትኸይድ ዘላ ኣይትድከሚ ዊንቲ ኣይሰምዑኽን እዮም ልቦም ልክዕ ከም ልቢ ፈርኦን ከውሒ ተቐይሉ እዩ ኩሉ ሓደ ኣየ መሃንሾ ቁፅርፅር ኣቢለ ክሳብቲ እግርስ ባዕለይ መፋንኹኹም ነይረ ኦይ ቁሪ ገለ ኣቲክ ዝኾን ልኩት እባ ደኣ የብልኪ ንዓኺ ሓዳረይ ክገብር ሸጥ ኢለ ማለት እዩ ተመልሼ እምበር ከይደ ነይረ እብለኪ። ፅባሕ ዶ ንኸይድ? ናበይ?
ንስራሕ።
ትፈልጥዮ ዲኺ እዚ ካንሸሎ ቅድሚ ሕጂ? ኖኖ ካሊእ ካንሸሎ እየ ኢለኪ።
ሰማይ። ስፐይስ።
ስፐይስ ሰማይ። እንዳ ጀርመን።
ሰማይ።
እንዳ ኮርያ ከ? ሰማይ። በቃ እዚ ጎደና ሓርነት ከኣ ርእየ ነይረ። ዶንያ ኣለና ከም ሎሚ ከማን ኣይበዝሐን። ሳዕል እያ ክትሕዘን ደልያ መስለኒ። ኣይ ኣብኣ ከለኹም ተዓጽፎ። ሓጎሳን ሓጎሳ ሓጎሳን ሓጎሳ ሓጎሳን ፍሬት ከምዚ ከም ፈረስ ጠኒኑ ከይድ ኣሎ ዘርእሲ እዚ ምሉእ መዋእለይ ሰሪሐ በሪሐ እምበር እንታይ ከፍሪ ርኢኽኒ
ወንታ ኮንክ ደኣ እሞ ወድና ይመጽእ ኣሎ እንተበልናስ ዕልልልልል ሕራይ ኢልኪ ዘይትሕብርና። ጆን ወደይ ደኣ ኣበይ ከይዱ ብሰንበቱ? ከምዚ ኢልካ ንኣና በይለለ ኢኻ።
ግንሲ ኩሉ ከኣ ኣገባብ ኣለዎ።
ንክራይ ገዛ ድኾን ገንዘብ ደሲኡና

ዋእ ሎሚ እንቋዕ ጥራይ ከይተራኸብና ይወዓልና። ደሓን ዲኻ ደኣ? ኣይትዓሽው ቂመኛ ሰብ እኮ ነብሱ እዩ ዝሓሲ። እሞ ኣነ እየ ዝጋገ ዘለኹ ማለት እዩ እንታ ተኪኤ ዓርከይ። ንምንታይ ደኣ?
ዘይጭንቀት እዩ ዘኺደና ዘሎ ይኣኽ። ሎሚ ድኽነትና ዘንፍጽ ጉዳይ እየ ኣምጺኤ ዘለኹ። እወ ሓቅኻ
እምበር ዶኸ ሰብ ኢኺ ዋላስ መልኣኽ? ንዓለምና ናብ ገነት ክንቅይራ እውን እኮ ኣብ ኢድና እዩ የማነይ።